ኣርእስተ ዜና ማሕበር ሰባውያን ኩለመዳይ ነጋዶ ደቂ ኣንስትዮ መቐለ ንጉድኣት ሓርበኛታት ትግራይ ልዕሊ 2 ሚልዮን ብር ሓገዝ ከም ዘበርከታ ተሓቢሩ። ፕረዚደንት ኢሳያስ ኣፈወርቂ ኣብዚ ቅንያት ናብ ግብፂ ኣብ ዝገበረዎ መገሻ ንካይሮ ኒውስ ዝተባሃለ ማዕኸን ሚድያ ዝሃቦ ቃል ኣዘራራቢ ዛዕባ ኮይኑ ቐፂሉ ኣሎ። ሰራዊት ሱዳን ንኣሜሪካ ዘቕረበቶ እማመ ተኹሲ ደው ምባል ብምንጻግ ኣንጻር እቲ ንምዕራባዊ ክፋል እታ ሃገር ተቖጻጺሩ ዘሎ ንኡስ ወታደራዊ ሓይል ንምምካት ህዝባዊ ደገፍ ክእክብ ምዃኑ ብሉምበርግ ሓቢሩ። እዚ ኣገልግሎት ፈነወ ትግራይ ቲቢኤስ ቴሌቪዥን እዩ። ሰላም ጥዕና ይሃበለይ ክቡራት ተኸታተልትና ንሎሚ 26 ጥቅምቲ 2018 ዓ ም ዘዳልናዮም ዜናታት እንሆ ጀሚርና ኣለና ከምቲ ልሙድ ንክትከታተሉና ብኽብሪ እናዓደምኩ ምስ ዜናታት እዚ ሰዓት ሓቢረኩም ዝጸንሕ ድማ ናትናኤል ፈለቀ። ፈለማ መልእኽቲ ኣገልግሎት ፈነወ ትግራይ ትቤኤስ ቴሌቪዥን እናባኹም ክነብል። ድሕሪ ተጻብኦ ጠጠው ናይ ምባል ስምምዕ ፕሪቶርያ ኣብ ትግራይ ዝረእ ዘሎ ፖለቲካውን ጸጥታውን ምዕባለ፣ እቲ ስምምዕ ማዕረ ማዕረ ዝሃቦ ኣንጻራዊ ሰላም ኣብ መሪሕነት ብዝተፈጠረ ቅልውላው ፍልፍል ሻቕሎትን ቀጻሊ ስግኣትን ህዝብና ካብ ዝኸውን ውዕል ሕርር ኢሉ ኣሎ። ቲቢኤስ ቲቪ እዚ ኣብ መሪሕነት ህወሓት ዝተፈጠረ ክፍጠር ዘይነበሮ ኢፖለቲካዊ ኣፈላላይ ዋጋ ከምዘኽፍል ካብ ሰናይ ጎሓቱ እናገለፀን ብዝተፈላለዩ ፈተውቲ ዓዶም ክግለፅ እናገበረን ምምፅኡ ዝፍለጥ ኮይኑ ጫፋት ዝሓዙ ተፃብኦ እቶም መራሕቲ ግን ፈለማ ንባዕሎምን ንውድቦምን ቀፂሉ ድማ ነታ ብሄርን ትካላታን ሃስዩን ይሃስን ኣሎ። ሓደ ትግራዋይ ምብዳልን ሓንቲ ንፅል ዓቕሚ ትግራይ ምጉዳልን ብሄር ከም ምብዳል ክሕሰብ ኣለዎ ካብ ዝብል መበገሲ ትግራዋይ ንዘይምብኻንን ትግራዋይነት ንዘይምሽርራፍን ብዙሕ ትግራዋይ ሓደ ኹኑ ክብል ተደሚፁ እዩ። እንተኾነ እቲ ዝተፈጠረ ምክፍፋል ናብ ዝተፈላለዩ ስትራቴጂክ ትካላት እታ ብሄር ልሒኹ ክሳብ ስድራቤት ኣብ ዝፀሉ ሓደጋ ምብትታን ምእታዉ ንዕዘበ ኣለና። እዚ ነቲ ኣብ ውሽጢ ተደጒሉ ዘሎ መረረት፣ ሓዘን፣ ጓሂ፣ ሕቶ ልምዓትን ጠለብ ሓዱሽ መድረኽን ብዘይትቋፃፀሮ መንገዲ ክባርዑ ካብ ምግባሩ ብተወሳኺ ንህዝቢ ትግራይ ታሪኻዊ በደል ኮይኑ ይሓልፍ ኣሎ። ኣብ ውሽጢ ዝተፈጠረ ምድካም ንትግራይ ብክፋእ ዝጠምተ ሓይሊ ክበዝሕ ኣብ ልዕሊ ምግባሩ ህዝቢ ትግራይ ብገዛእ መራሕቱ ዕድመ ዝግበረሎም ዘሎ ፅምዶታት ሰሜንን ደቡብን ድማ ካልእ ፍልፍል ቅልውላው ምኻኑ ኣይተረፈን። ሕዚ መሰረታዊ ኣጀንዳታት ምምላስ ተመዛበልቲ ኮነ ካልእ ብሄራዊ ዛዕባ ከም ዛዕባ ክለዓለ ይረኣይን ዘሎ። መንእሰይ ትግራይ ልዕሊ ቁፅሪ ብዝኾነ መጠን ናብ ስደት የምርሕ ኣሎ። ዝኸኣለ ካብ ትግራይ ይወፅእ ኣሎ። ቀሊል ዘይበሃል ቁጽሪ ትግራዋይ ድማ ኣብ መራጺ ናብ ዘይብሉ ሓራን ዘይሓራን መሬታት ይኸይድ ኣሎ። ልዕሊ ኩሉ ድማ ኣብ ዓዱ ሰሪሑ ክልወጥ ዝደሊ ዝነበረ ህዝቢ ኣብ ዓዱ ተስፋ ክቆርጽ ዝገብር ኩነታት ተፈጢሩ ኣሎ። እቲ ናይ መወዳእታ ድፋዕ ብሄር ዝኾነ ሰራዊት ከምቲ ኣብዚ ቅንያት ዝረኣ ዘሎ ናብ ኣደባባይ ምውጻእ ዝጀመረሉ ኩነታት ምርኣይ ዓዲ ክህልዎ ንዝደሊ ኩሉ ዘሕንኽ ኮይኑ ኣሎ። ናይዚ ኩሉ ሽግርን ብሄር ሒዙ ዝጠፍእ ሓደገኛ ኩነታትን እንኮ መፍትሒ ህዝቢ ዝብሎ ብኹፍት ልቢ ምስማዕን ምስ ደቂ ብሄርካ ምስምማዕን እዩ ንብል። እዚ ገና ዘይተሓሰበ፣ እንተተሓሲቡ እውን ዘይተጀመረ ቅዋም መራሕቲ እንተገደደ ሎሚ ክሕሰብ ሕዚ ክጅምር ኣለዎ ዝብል እምነት ኣለና። ጸለመታት፣ ተነጽሎታት፣ ምድፍፋኣት፣ ስም ምውጻኣት፣ ሓሶትን ጸርፍታትን ይኣክል። ፈታዊኻ ጸላኢኻ ናይ ምግባር ዝግበር ትጉህ ምንቅስቓስ ደው ይበል። በብዕለት ጸላኣይ ንምፍራይ ዝግበር ምልሕሓጽ ይኾኖ ብሄራዊ ኣጀንዳ ዝኾልፍ ውዕሎታት ጓል መንገዲ ጠጠው ይበል ኩሉ ንድሕሪት ገዲፍካ ናብ ዘተን ምርድዳእን ናብ ምስማዕን ምስምማዕን ምምጻእ ግዜ ዘይህብ ጉዳይ እዩ እዚ ብምግባር ትግራይ ካብ ውሽጢ ምፍራስ ኮነ ካብ ደገ ምፍራስ ክትድሕን ንወስን መዋጽኦ ህዝቢ ትግራይ ኣብ ትግራይ ብደቂ ትግራይን ካብ ትግራይን እዩ። tbs Editorial።
ማሕበረ ሳባውያን ኩለመዳይ ነጋዶ ደቂ ኣንስትዮ መቐለ ንጉዳኣት ሓርበኛታት ትግራይ ልዕሊ ክልተ ሚልዮን ብር ሓገዝ ከም ዘበርከታ ተሓቢሩ። ኣዶ መንበር ማሕበረ ሳባውያን ሰለማዊት ዓፈራ፣ ውግኣት ተጋደልቲ ኩሉ ግዘ ዝኸፈልክምዎ ዋጋ ኣብ ልቢ ህዝቢ ትግራይ ተዘካርን ነባራይን እዩ ድሕሪ ምባል፣ እቲ ዝግበር ሓገዝ ተጠናኺሩ ንክቕፅል ናብ ሒሳብ ባንኪ ኮምሽን ሓርበኛታት ትግራይ ንመሐከሚ ጉዳኣት ኣካላት ዝውዕል ሓደ ነጥቢ ሓሙሽተ ሚልዮን ብር ኣታዊ ከምዝተገበረ ሓቢራ። ንውጉኣት ተጋደልቲ ዝግበር ሓገዝ ብዝኾነ ዓይነት መለክዒ ንድሕሪት ክምለስ ዘይብሉ ብሄራዊ ዋኒን ብምዃኑ ካብቲ ዝተውሃበ ደገፍ ንላዕሊ ይግበእኩም እዩ ዝበለት እታ ኣዶ መንበር፣ እቲ ዝተውሃበ ደገፍ ንኻልኦት ነጋዶ ንምልዕዓል ዝዓለመ ከምዝኾነ እውን ሓቢራ። ተወካሊ ቢሮ ሓርበኛታት ትግራይ ተጋዳላይ ይርጋ ብርሃነ ብጊዲኡ፣ ጉዱኣት ተጋደልቲ ሕክምና ብምርካብ ክድሕኑን ህይወቶምን መነባብሮኦምን ንክመርሑ ኩሉ ትግራዋይ ክረባረብ ይግባእ ኢሉ። ሰላሳ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝካየድ ዓብዩ ጉያ መተኣኻኸቢ እቶት ንሓርበኛታት ኩሉ ክሳተፍን ዘይኸኣለ ድማ ማልያ ንክገዝእን ኣብቲ መድረኽ ፃውዒት ቀሪቡ። ማሕበር ልምዓት ትግራይ ምስ ዓለም ለኸ ትካል መድሕን ህፃናት ብምትሕብባር ካብ ትካል ገባር ሰናይ ኤጁኬሽን ካኖት ዌይት ብዝተረኸበ ሓገዝ ንሱሳን ክልተን ኣብያተ ትምህርቲ ገንዘባውን ንዋታውን ደገፍ ከም ዝገበረ ተሓቢሩ። እቲ ዝተገበረ ደገፍ ብልዕሊ 12 ሚሊዮን ብር ዝተዓደጉ 1625 ናውቲ ትምህርቲ ምዃኑ ኣብ ዝተላእኸልና ፕረስ ተገሊጹ ኣሎ። ተወሳኺ ኣለና።

ምትሕባር ኣዋዲድዎ ዘሎ ሓገዝ ኣብነታዊ እዩ። ኣብ ምምሕያሽ ስርዓተ ትምህርቲ ትግራይ ግደ ዘለዎ ብልዕሊ ዓሰርተ ክልተ ሚልዮን ብር ዝተዓደገ ናውቲ ትምህርቲ ናብ ስሳን ክልተን ኣብያተ ትምህርቲ ምክፍፋል ዘለዎ ትርጉም ኣብ ማሕበር ልምዓት ትግራይ ፕሮጀክት ማናጀር ምጥንኻር ዓቕሚ ተፃዋራይነትን ነዊሕ ዓመታትን ተወልደ ገብረመድህን ይገልፅ። ሎሚ መዓልቲ ምጉዕዓዝ ንጅምሮ ዘለና ናይ ተምሃሮ ወንበር፣ ጠረጴዛ፣ ወንበር ከምኡ ድማ ፀሊም ሰሌዳ ናብ ሽዱሽተ ወረዳታት። ትግራይ፣ ኢሮብ፣ ዓድዋ፣ ታሕታይ ማይጨው፣ ጭላ፣ እንዳስላሴን ታሕታይ ቆራሮን ዝርከባ በቲ ፕሮጀክት ዝተሓቖፋ ስሳን ክልተን ኣብያተ ትምህርቲ ዝባፃሕ እዩ። ያው ገንዘባዊ ሓገዝ ብኢዱኬሽን ካንኖት ወይት ብዝተብሃለ ገባሪ ሰናይ ዝተረኸበ ሓገዝ እዩ። ስለዚ ናብ ሽሕን ሓደ ሚእትን ዕስራን ሓሙሽተን ኮምባይኒንግ ዴስክ ኣሎ። እዚ ንከባቢ ሽዱሽተ ሽሕን ሸውዓተ ሚእትን ሓምሳን ተምሃሮ ተረባሒ ዝገብር ኢዩ። ናብ ክልተ ሚእትን ሓምሳን ጸሊም ሰሌዳ ኣሎ። ያው ብብርኪ ዘለወን ጸገም ናብተን ኣብያተ ትምህርቲ ክባጻሕ ኢዩ። ከምኡ ድማ ንመማህራን እውን ናብ ሚእትን ዕስራን ሓሙሽተን ዝኸውን ወንበርን ጠረጴዛን ሓቢሩ ዝኸይድ ዘሎ ኢዩ። ያው ዋና ዓላምኡ እቲ በቲ በጺሑ ዘሎ ጉድኣት ሕውየት ምፍጣር ኮይኑ ከምኡ ድማ ተምሃሮ ኣብ ምቹው መምሃርን ምምሃር ምስትምሃር ከይዲ ደጋፋይ ንምዃን እዩ። እቲ ዲስትሪቡሽኑ ብብርኪ ዘለወን ፀገም እዩ። እተን ኣብያተ ትምህርቲ እቲ ጉድኣት ካብ ሓንቲ ቤት ትምህርቲ ናብ ካልኣይቲ ቤት ትምህርቲ ይፈላለ እዩ። እዘን በቲ ዘለወን ጉድኣት መጠን ተሸንሺኑ እዩ ዝወሃበን። ስለዚ ብመዳይ እሱ እዩ እቲ ዝወሃብ። እተን ኣብያተ ትምህርቲ ኮምባይንድ ዴስክ ጉድለት ዘለወን ኮምባይንድ ዴስክ ክወሃበን እዩ። ናይ ፀሊም ሰሌዳ ጉድለት ዘለወን ወይ ፀገም ዘለወን በብፀገመን ያው ተሸንሺኑ ንኹለን ይባፀሐን ኣሎ ማለት እዩ። ካብተን ሓገዝ ዝተገበረለን ስሳን ክልተን ኣብያተ ትምህርቲ ንሓለፍቲ ቤት ፅሕፈት ትምህርቲ ወረዳ ዓድዋ፣ ወረዳ ታሕታይ ቁራሮ፣ ወረዳ ታሕታይ ማይጨው ማሕበር ልምዓት ትግራይ ዘዘራረበ እንትኾን፣ እቲ ዝተውሃበ ሓገዝ ኣብ ምምሕያሽ ፅሬት ትምህርቲ ቐንዲ እታወት ከምዝኾነን ፅሬትን ፅፈትን ትምህርቲ ንምርግጋፅ ዝለዓለ ግደ ከምዘለዎ ሓቢሮም።
ስራሕቲ ንምስራሕ ኣብ ከባቢ ሰለስተ ሚሊየንን ሓሙሽተ ሚእትን ኣርባዓን ኣርባዕተን ሽሕን ሚእትን ተስዓን ብር ዝግመት ዴስክን ጠረጴዛን ደረቕ ወንበርን ጸሊም ሰሌዳን ተዋሂቡና ኣሎ። ስለዚ ሎማዓንቲ ተረኺብናሉ ዘለና እውን ካብተን ተሓቋፋ ቤት ትምህርቲ ሓንቲ ሓምበራ ቤት ትምህርቲ እያ። ሓምበራ ሙሉእ ቀዳማይ ብርኪ ቤት ትምህርቲ እያ። ኣብዚ ተረኺብና እቲ ብፅሒታ ክነብፅሐላ ኢና መፂና ዘለና። ከምቲ ዓንቶ ዝረእኹሞ እውን ወረቶም ተምሃሮ ኣብ ባይታ እዮም ነይሮም ኣብ ባይታ ይመሃሩ ነይሮም ርኢኹሞም ኢኹም። ስለዚ እቲ ዝነበሮም ፀገም ብተወሰነ መልክዑ ክፍትሐሎም ክኢሉ ኣሎ ማለት እዩ። እቶም ኣብቲ ባይታ ንነበሩ ተምሃሮ ከባቢ ሰላሳ ዴስክ ተዋሂብዎም ንከባቢ ስሳ ተምሃሮ ሒዘሎም ኣትዩ ብኣንፃር ሽፍት ትሪኦ ከለካ እውን ንከባቢ ሚእትን ሰማንያን ተምሃሮ ይጠቅም ኣሎ ማለት እዩ እና ስለዚ ኣብቲ መምሃሪ ምስትምሃር ዘለዎ ረብሓ እውን ዓብዪ ተኣሽሞ ኣሎ ማለት እዩ እና ሓደ እቲ ምቹውነት ቤት ትምህርቲ ክህሉ ይግባእ ካብቶም ምቹውነት ሓደ እውን እቲ ናይ ውሽጢ ክላሳት ኣብቲ ውሽጢ ክፍሊ ዘሎ ምቹውነት ምምሕያሽ እዩ። ካብኣቶም ሓደ ናይቶም ተምሃሮ ኮፍ ኢሎም ዝመሃርሉ መንገዲ ምፍጣር እዩ። ስለዚ ካብቲ ዝነበርዎ ፀገም ወፂኦም ናብ ዝሓሸ ኩነታት መፂኦም ኣለዉ ማለት እዩ። እዚ ሐዚ ተመዲብልና ዝኒሀ ጠረጴዛ፣ ዴስክ፣ ከምኡ እውን ቼር ናብ ሰለስተ ነጥቢ ሓደ ሚሊየን እዩ ወፃኢ ተገይርሉ ዝኒሀ። ተጀሚሩ ዝኒሀ ስራሕቲ ዋላ እኳ በቲ ዝበፅሕና ዝኒሀ ጉድኣትን ተጀሚሩ ዘሎ ስራሕትን ጋና ዝተርፎ ነገር እንተሃለወ ግን ድማ ምስ ማሕበር ልምዓት ትግራይን ሴቭ ዘ ችልድረንን ዝገብርዎ ዘለዉ ስራሕቲ ኣዚና ኢና ነመስግን። ኣብ ወረዳታት ዓድዋ፣ ታሕታይ ማጫውን ታሕታይ ቆራሮን ናይ ዝርከባ ቀዳማይ ብርኪ ኣብያተ ትምህርቲ ርእሰ መማህራን ብግደኦም፣
ሐዚ ኣብ ቤት ትምህርትና ዘሎ በዝሒ ተምሃራይ ሽሕ ክልተ ሚእትን ሰላሳን ትሽዓተን እዩ ዝተመዝገበ ተምሃራይና። ሐዚ ብፐርሰንት ክንብሎ ከለና ካብ ኣርብዓን ሓሙሽተን ፐርሰንት ከቨር ገይርኩምልና ኣለኹም ሐዚ ሐዚ እውን እቲ ችግር ከም ዘሎ ኮይኑ ክላሳት ዘይርኩም ሪኢኹሞ ትኾኑ ኢኹም ወንበር ምንም ዝበሃል የለ ተሓፂኑ ብቻ እዩ ዘሎ ማለት እዩ እዘን ሓፃውን ኣለዋ እቶም ቆልዑ እውን ምስ ሽላት ምዃኖም የሽልኹም እዩ ተሓፂኑ ባዕሉ ኣብ ሓመድ ኮይኑ ዝመሃር ተምሃራይን ብኣግባቡ ምፅሓፍን ከፍ ምባልን ዝፅገም ተምሃራይ ኮይኑ ዝምትምሃርን ብኣግባቡ ከፍ ኢሎም እናፀሓፉ ዝመሃሩ ተምሃሮን ኣብ ፅሬት ትምህርቲ ናይ ባዕሉ ኣስተዋፅኦ ስለ ዘለዎ ብጣዕሚ ፅቡቕ እዩ። ነቲ ዘሎ ከይዲ ምምሃር ንምስትምሃር ኣርባዓ ደቂቓ ክፀንሑ ኣይኽእሉን። ሕዚ ብናይ ትዲኤስ ዝተገበረና ሓገዝ እንድዒ ብጣዕሚ በቃ ኣብዞም ተማሃሮ እዚኣቶምሲ በቃ እቲ ቤዝ በቃ እቲ ከይዲ ምሃር ምስትምሃር ዕውትነት ወይ ከዓ እቲ ውፅኢቶም ዝለዓለ ንክኸውን ወይ ከዓ እቲ ኣርብዓ ደቂቃ ሙሉእ ከይዲ ምሃር ምስትምሃር ተማሂሮም ውፅኢታዊ ንክኾኑስ ዓብዪ ግደ ዘለዎ እዩ እሞ ተኻሒስና ኢና የቐንየልና ኢና ክንብል ንኽእል። ሓገዝ ንዝተገበረሎም ተምሃሮ ብግዲኦም ዘለዎም ሕፅረት ናውቲ ትምህርቲ ንምቕራፍ ዝተኸደ ርሕቐት ዝነኣድን ብሙሉእ ወነ ትምህርቶም ንክምሃሩ ዝሕግዝን ከምዝኾነ እቶም ተምሃሮ ሓቢሮም። ንምጽሓፍ ሽገረና ክዛዕ ኩሉ ሰዓል ቁሪ ይሕዘና ነይሩ ኣብዚ ከፍ ስለ ዝንበር ዝነበርና ሕይ ግን ተሓጒሰ እየ ብጣዕሚ ኣብቲ ባይታ ከፍ ስለ ዝነበርና ሎማዓንቲ ግን ሞጺና ስለ ዝንሄ ጽቡቕ ወንበራት ኣብኡ ከፍ ስለ ዝበልኩ ግን ብጣዕሚ ተሓጒሰ እየ ቅድሚ ሕጂ ኣብ እምኒ ከፍ ኢልና ይኹርኩሐና ነይሩ ቁሪ ይኣትወና ነይሩ ይኹርኩሑና ነይሩ ጻጸ ይነኽሱና ነይሩ ለማዓንቲ ኣብ ወንባር ምስ ጸሓፍኩ ተሓጒሰ። ኮብኮር ክሒርኒ ነይሩ ሕጂ ግን ኣብ ወንበር ከፍ ኢለ ደስ ኢሉኒ። ዘዝገበሩልና ኣካላት ብጣዕሚ ኢና ነመስግን። ትምህርቲ ትግራይ ናብ ንቡር ንምምላስን ህንፀት ወለዶ ንክረጋገፅ ዝተዋደደ ስራሕ ይጠልብ።
ትግራይ ካብ ኣጀንዳታት ጓል መገዲ ወፂኣ ናብ ዝግባኣ ዝምጥናን ግዜ ዘይህብን ጉዳያ ክትምለስ ኣለዋ ዝብል ርኢቶ ብዙሓት እዩ። ሕዚ ቀንዲ ብሄራዊ ዋኒን ህዝቢ ትግራይ ተመዛበልቲ ብውሕስ መገዲ ክምለሱ ብምግባርን ግዝኣታዊ ሓድነት ህዝቢ ትግራይ ምርግጋፅን ካብ ብዙሓት ገሊኦም እዮም። ውዕሎን ሕድሮን መራሕቲ ህወሓት ብፍላይ ክልቲኡ ግዝያዊ ምምሕዳርን ድማ ብሓፈሻ እዚ ብዘይምግባሮም እንሆ ህዝቢ ሓምሻይ ዓመቱ ኣብ መገዲ ብርሰት ይርከብ። ቲቢኤስ ብሄራዊ ኣጀንዳ ህዝቢ ትግራይ ኣብዞም ዛዕባታት እዚኣቶም ክኸውን ብርክት ዝበሉ ምድላዋት ዘሰናደእ እንትኾን ንሎሚ ናይ ገሊኦም ቁንጣር ትሕዝቶ ከም ዝስዕብ ኣዋዲድናዮ ኣለና። ትግራይ ናብ ንቡር ብሄራዊ ሰብነታ ክትምለስ ግድን መሪሕነታ ካብ ኣጀንዳታት ጓል መገዲ ክወፅእ ኣለዎ መልእኽትና እዩ። ተኸታቲልና ንመለስ። ኩሉ ብጸሓይ ማዕቀል የለ ምግቢ ሕጽረት ብጣዕሚ ኸፊእዎ ጸጊምዎ ይነብር ህዝቢ ስለዚ ንሕና ዓድና ምለሱና። ታይ እሞ ክንገብር ከመይ እሞ ክንገብር ኢልኩም ኢኹም ንሕናስ ኣንታይ ንፈልጥ ተሳሂልና ጸገም ጥራሕ ኢና ንፈልጥ ኣለና እምበሪ። ታይ ምክንገብር ባዕሉ ይርኣየና እቲ መንግስቲ ከምቲ ሒዙና ዘሎ ታይ መዳ ክንገብር ባዕሉ ዝገሮ ይገረና ኢልና ስኢልና እኒኣና ኣንታ እንድዒ እንታይ እሞ ንፈልጥ እውኔና ጠፊእና እንዲና ብሓሳብ እንታይ ኣለና እውኔና ተዛዊዕ እንዲ እንታይ እሞ ንፈልጥ ተዛዊዕና እንዲና ተዛዊዕና ስለ ዝኾናስ ፈልጦ ነገር የለን እንታይ ሞ ንፈልጠሉ ምድቋስና ደረቋ ኣብ መሬት ጨኒቑና ከፊእና ርሁውቶና ትሽዓተ ኪሎ ማይ ዕስራ ቅርሺ ንጀረካን ገዚእና ጸጊሙና ኮፊእና መንበሪና ብጣዕሚ ጸጊሙና እዩ ዝኒኤ ላዕለዎት ኣካል ክሪኢና ንደሊ ኢና። መፍትሒ ድኣ ብ ላዕሊ እዝግኣሄር ይውረደልና ታይ እሞ ንገብር ንሕና ድኣ ጨኒቁና እኒኤ ለይትን ቀትርን ተጨ ፈፍ ኢልና ንሓድር ኣለና ኣወራ ደቂ ምድቃስና ወራ ምክያድና ወራ ንሞት ኣለና። ናይ ሞት ዕድል እያ ዘለና ኣቸንዳና ተቀዲዱ መደቀሲና ኩሉ ነገር ካብ ኩሉ ስቃይ ኢና እኒኣና መሐከሚ የብልና መደቀሲና ኣወራ ሕይ ተቀሪብና ድኣ ንውዳእ ከቲትና ተረፍ ዝበለ እውን ተረፍ ሓደ ሓደ ዝተረፍና ንውዳእ ኣለና ማለት እዩ ማይ ተውዒልናስ እንታይ ንገብር ኣብዛ ጭቃን ፀብርን ተነኺርና ኢና ንተርፍ ዘለና እምበር ብጣዕሚ ከቢድ እኒኣ ዘለናዮ ዋእ እዚኣ ድኣ ናትኩም ሓላፍነት ናይ ህዝቢ ናይ ተሓባበሩና መንግስቲ ተሓበረና መንግስቲ ይጠይቀና።
ምንባረ ናዳ ሓደ ላስቲክ ጌርና ኣብ መሬት ንድቅስ ላስቲክ እኒኤና ኣብ ላስቲክ ንድቅስ ካዳ ሙቐት እኒኤ ማይ ፅምኢ እኒኤ ማይ ዋሕዲ። መደቀሲ ዘይብልና ኣብ ባይታ ንድቅስ ኣለና ሕማም ጥራሕ ኮይንና እኒሀና ዓበይቲ እሞ ኣብ ባይታ ኣብ ባይታ ዓሪቕና።

ይወስድና ዶኾን እዩ ኣብ ንወስደኩም እየና ሓሙሽተ ዓመት እና ደኒና ሃረር ናበልና እኒኦ ሳሕቢ ሎሚ ግን ዋእ ቀቢፅና ደቂስና ንሓምም ኣለና ብጥምየትን ብፅምእትን ሸጋራ ኮይኑ ሓም ፀሓይ ወዲእዎ ነኹል የለን ኣፈላላይ ፈለተካ መሪሕነት ክፀልዎ ይኸውን ንክፀልዎ ግን ንሕና ኣይንምነይን ሓባር ኮይኖም ሰሚሮም ሓንቲ ትግራይ ኾይና ኢትዮጵያ ምስ ፌደራል ተሓባቢሩ ናብ ሓደ ክኸውን ኢና ንሕና ትንምነዮ እምበር ኣፈላላይ ንክፍጠር ኣይንብልን ግን ታፋላላይ ብምዃን ግን ንኣና ሃስዩና ኣሎ። ወቕቱ ዘይሓለወ ዝናብ ኣብ ዝራእቲ ጉድኣት ከየብፅሕ ዓቕሚ ንዘይብሎም ወገናት፣ ስድራ ስውኣትን ጉልበት ዝሰኣኑ ሓረስቶትን ዝተማእኸለ ሓገዝ ወፍሪ ዓፂድ ንኽካየደሎም ፃውዒት ቀሪቡ። እዚ ፃውዒት ዘቕረበ ኣብ ምምሕዳር እንዳባፃሕማ ዝርከቡ ጠቕላላ ሰራሕተኛ መንግስትን ናይ ፀጥታ ኣካላትን ንስድራ ስውኣትን ጉልበት ንዝሰኣኑ ሓረስቶትን ሓገዝ ወፍሪ ዓፂድ ኣብ ዘካየድሉ እዋን እዩ። ብሰንኪ ዓቕሚ ምስኣን ዝራእቶም ክዓፅድዎ ከምዘይከኣሉ ዝተዛረቡ እቶም ሓገዝ ዝተገበረሎም ኣካላት ናይ ዓፂድ ሓገዝ ዝራእቶም ካብ ብወቕቱ ዘይሓለወ ዝናብ ክድሕን ምኽኣሉ ገሊፆም ኣለው። ንዝተገበረሎም ሓገዝ ድሕሪ ምምስጋን ድማ ኣብ ካልኦት ከባብታት ትግራይ እውን ተመሳሳሊ ንጥፈት ተጠናኺሩ ክቕፅል ፀዊዖም። ጉዳያት ኮሚኒኬሽን ምምሕዳር እንዳባፃሕማ ዝለኣኸልና ፀብፃብ ተኸታቲልና ንመለስ።
ማይ ክወዕወ መንደኣ ክዓፅዶ ዓቕሚ ከም ዘይብልና እኳ መርትዖ ነይሩ። ንሳቶም ግን ካብ ማይ፣ ካብ ንፋስ፣ ካብ በኾራ ኣገላጊሎምና ዓፂዶምልና እኔዉ። ዝብፅሕዎ ወቕቲ ነይሩ። ብሰንኪ መርዓ ሸቃሊ ምኽባሮም ግን የማዕፀድክዎን። ወቕቲ ክሓልፎ ነይሩ ኣይምተዓፀደን ነይሩ። በቃ ዝወርሒ እዙይስ ኣይምዓፀድክዎን ነይረ። ኣደይ ብጣዕሚ እየ ዘመስግን ካብኡ ኣነ ስድራ ስውእ ኮይነ ደቂ ክልተ ቆልዑ እየ ክልተ ቆልዑ ኣለውኒ በዓል ገዛይ ስውእ እዩ ግን ከም ዘይስውእ ሓሲበዮ እየ ሕዚ ከምዚ ኣይ ገይሮም መፅዮም ንዝሓገዙኒ ዝተሓባበሩኒ ብጣዕሚ እየ ዘመስግን ካብ ማይ ድሒነ ካብ ሸቃሎ ሸውዓተ ሚእቲ ንሓደ ሰብ እውን ኣድሒኖምኒ ኣንየለይ ብጣዕሚ እየ ዘመስግን እዚ ዶ መብፅዓያ ድኣኒ ሰኣን ፀሃዮ እውን የተፀሃየን እውን ኣብ መሕረሲ እውን ለሚና ኢና ሕሪስናዮ ሓሪሶምና እቶም ዓዲ ኣብዑር እኒሀው እኒኦም ናተይ ሓሪሶምለ እዮም ፅህያይ ግን መድሓኒት ገርናሉ ዝበዝሕ ኣብኡ እኒአ ኣይተፃህየን ዓቕሚ የለን ስእልካ ኒሕዩ እምበይ ዓቕሚ የለን ከምዚ ከምዚ ጌርና ላዕልን ታሕትን ኢልና ክንሰርሕስ ዓቕሚ የብልናን ሄና
ማይ ሄዚ ማይ ሄዚ መዓት ዘጠፍእ ሄዚ ቅድሚ ማይ ምዕፃዱ እውን ተድሒነ እኒሀ ብጣዕሚ እየ ዝሕጎስ እውን ኣቤት እዚኣቶም እውን እቶም ኣብዚ እኒሀው ገሊኦም ዝፈልጦም ዘይፈልጦም እኒሀው እውን ብደንቢ ገይሮም ዓዲዶም ደይኖ ተየባላሸው ብጣዕሚ እየ ብዚ ፀወታ ብተይደበሮም ደስ ኢልዎም ገሊኦም ሓፍተይ ገሊኦም ኣሕዋተይ ቤተሰብ ግዛዕ ምዛዕት እኒሀው ዝፈልጦም ፋልጣው እኒሀው ብጣዕሚ ደስ ኢልዎም ንሳቶም ኮላይ ዓዲዶም እኒሀው ኣነ እውን ደስ ኢልኒ
ብዙይ ከብቲ ነጣልን ናይ ዓዲ ሃገር ኮልዖ ዝነበራ ተሓጊዝና ኢና ዳርጋ ዘለዉ እቶም ደቅና ኩሎም እቶም ዘለዉ እውን በረኻ ኮይኖም እቶም ዝቐረዩ እውን ቀሪዮም ተሰዊኦም እቶም ስውኣት ዳርጋ ይትሰቡ እዩ ዘኒ መተሓባበሪ ዘኒ ንዓና መተሓባበሪ ብጣዕሚ እየ ዝሕጎስ ኣነ ማለት እዩ እዚ ሎሚ ሸቀላይ ልዕሊ ሸውዓተ ሸሞንተ ሚእቲ ንሓደ ሸቀላይ እዚ ግን ኣብዚ ኣነ ተብሓይኮ እዚ ግን መዓልቲ ክዓዘ ነይረ እዚ ግን ተወረደ ይኹን መዓዘ ዘብዘኛው ስራሕኛ መንግስቲ ንኣይ ምትሕባሮም ብጣዕሚ እዩ ዘምስገን ደስ ኢልኒ እዩ የቕንየለይ ብዛዕባ ናይዞም ስዋኣት እውን
ብዋናነት እንታይ እዩ ሕዚ እቲ ምህርቲ መፍረያይነትን ንኸዕፅፉ ዝኽእሉ ኩሎም ስራሕቲ ብዝተኻእለ መጠን ተሰሪሖም እዮም ማለት እዩ። ስለዚ ሕዚ እውን ንቐፃሊ ዓመት ናይ ምህርቲ መፍረያይነትን እንጅምረሉ ወቕቲ እዩ። ማለት እንታይ ማለት እዩ? ቀሪም ክዕፀድ ምስ ተዓፀደ ወዲያው ክሕረስ ክኽእል ኣለዎ። ድኹዒ ኮምፖስት ካብ ሕዚ ኣትሒዙ ብኣግባቡ ክዕቀብ ክኽእል ኣለዎ። ዘርኢ ሀዚ ጋና ኣብ ግራት ናሃለወ ጥዑይ ዘርኢ ክምረጽ ኣለዎ ዝብሉ ብደንቢ በብእዋኑ ዘይነትግሮም ግን ድማ ብጣዕሚ ወሰንቲ ዝኾኑ ስራሕቲ ስለዝኾኑ ሕዚ ኣትሒዝና ንሳቶም ምድላው ክንገብር ኣለና። ያው ምስኡ ጎና ጎንን እውን እቲ ዝወቅዕ ዘሎ እዋኑ ዘይሓለወ ዝናብ እውን ንመስኖ ምድላው ንመስኖ ልምዓት ብጣዕሚ ጠቓሚ ስለዝኾነ እዚ እውን ክንጥቀመሉ እዩ ዝግባእ። ብሕዱር ጠሊ ክለምዑ ዝኽእሉ ከባቢታት እውን ዝተዘርኡ ብዙሓት ኣለዉና እዮም ግን ሕዚ እውን እቶም እዋን ዘይሓለዉ ዝናብ ተጠቒምና ኣዕታር፣ ስገም ክንዘርእ ኣለና እዩ ዝብል።
ፕረዚደንት ኢሳያስ ኣፈወርቂ ኣብዚ ቅንያት ናብ ግብፂ ኣብ ዝገበረዎ መገሻ ንካይሮ ኒውስ ዝተባህለ ማዕኸን ሚድያ ዝሃቦ ቃል ኣዘራራቢ ዛዕባ ኮይኑ ቀፂሉ ኣሎ። እቲ ፕሬዝደንት ንሃገራውን ዞባውን ጉዳያት ተመልኪቱ ካብ ዘልዐሎም ኣጀንዳታት እቲ ሓደ ጉዳይ ኢትዮጵያ እንትኸውን ኣብ ኢትዮጵያ ዝተዓዘብክዎ ንኣስታት ሰላሳ ዓመታት ዝፀንሐ ዓሌታዊ ምክፍፋልን ምምቕቓልን ጥራይ እዩ ክብል ምግላፁ ርእሲ ዜና ዓበይቲ ማዕኸናት ኮይኑ ኣሎ። ኣብዚ ቅንያት መንግስቲ ኢትዮጵያ በሪ ባሕሪ ኢትዮጵያ ግድን እዩ እናበለ ምስ ምቕናዩ ተዛሚዱ ካብ ኣስመራ ዜናዊ ግብራተ መልሲ ክወሃብ ምቕናዩ ዝዝከር እዩ። እዚ ከምዚ ኢሉ እንተሎ ገለ ኣዘዝቲ ሰራዊት ትግራይ ኣብ ልዕሊ ትግራይን ኤርትራን እንፀላልዩ ዘሎ ዝብልዎ ሓደጋ ንምምካት መዐደምታ እናቕረቡ ቐንዮም እዮም። ወጥሪ ኢትዮ ኤርትራ ንትግራይ ከይመላላእ ብርክት ዝበሉ ልሂቓን ተጋሩ ኣብ ጓህሪ ኤርትራ ኾነ ኣብ ሓዊ ኢትዮጵያ ኢድና ክንሓውስ ኣይብልናን እናበሉ እኳ እንተመፁ ነቲ ተወጢሩ ዘሎ ጎነፅ እተን ሃገራት ግን ከዝሕሎ ኣይከኣለን። እዚ ናይዚ ቕንያት ቃል ፕረዚደንት ኢሳያስ ኣፈወርቂ እውን ኣብዚ መቓን እዚ ኣእቲኻ እንትረኣ እቲ ዞባ ኣንፀላልይዎ ዘሎ ሓደጋ ዘመላኽት ኮይኑ ኣሎ። ቢቢሲ ናብ ትግርኛ ዝመለሶ ፀብፃብ ከምዝስዕብ ኣሰናዲእናዮ ኣለና። ካብ ቀደሙውን ውሽጣዊ ሕምስምስን ዘይወጸሉ መሪሕነትን መግለጺኡ ዝገበረ ዞባ እዩ ነይሩ። ካብ ቀደሙውን ዓይንን እዝንን ሓያላት ሃገራት ዘይፍለዮ ተጠማቲ ዞባ እዩ ነይሩ። ካብ ቀደሙውን ድምጺ ጥይትን ሞት ወለዶታትን ዘይፍለዮ ዘዝተፈጠረ ኩሉ ብመስዋእቲ ዝሓልፈሉ ተኣፋፊ ዞባ እዩ ነይሩ። ሎሚ ድማ ብፍላይ ድሕሪ ጽንተታዊ ኩናት ትግራይ ኣብዚ ዞባዚ ዝተፈጠሩ ሓደሽቲ ፍታሓትን መውስቦታትን ሓደሽቲ ጽምዶታትን ነባራት ሽርክናታትን ነቲ ዝነበረ እንተጋድዱ ነቲ ህልው እንትቐጻጽሉን ነቲ ዝመጽእ ዘሎ መዋእል ዘጸልምት ኣጀንዳታት እንትቐርጹን ዝረኣየሉ መድረኽ ኣለና። ኢትዮጵያ ኣብ ቀጻሊ ውሽጣዊ ሕምስምስ ትርከብ። ጅቡቲ ከም ባይዞነ ኩሉ ዘዝመጸ እንተደንግጻ ትረኣ። ፈኸምታ ሓው ሶማልያ ኣይሃደኣን። ንኤርትራ ሓኒቑ ዝሓዘ ምልክን ቀጻሊ ሃገራዊ ብርሰትን መዕልቦ ኣይረኸበን። ሱዳን ዝመስል ህዝብን መንግስትን ዓዱን ትንቕንቕ። መረቐስቱ እንትብተን ይረኣ ኣሎ። ግብጺ እውን እንተኾነ ድቃስ ኣብ ዝኾሉ ዓበይቲ ሃገራዊ ኣጀንዳታት ተጸሚዳ ትርከብ። እዚ ናይቲ ኣብ ውሽጣዊ ጉዳያት ሃገራት እታ ዞባ ዘሎ ጸገም እቲ ዝነኣሰ መርኣዩ ክኸውን እንተሎ፣ ብደገ ድማ ነዚ ዞባ እዚ ዓውዲ ውግእ ውክልና ማለት እውን ፕሮክሲ ዋር ንምግባር ዝግበሩ ዘለዉ ሰልፍታት ንለባም ድቃስ ዝኸልኡ፣ ህዝብን ዓዱን ንዝፈቱ መራሒ ካብ ከንፈርካ ነኺስካ ምምጣጥ ዘውጽኡ ልዝብን ሰላማዊ ናይ ዘተ መድረኽን ሕዚ እውን እንኮ መፍትሒ ጸገም ምዃኑ ዝንገረሉ ኮይኖም ንረኽቦም። ኣብዚ ቅንያት ኣብ ፓርላማ ሃገሩ ተረኺቡ መደረ ዘስምዐ ቀዳማይ ሚኒስተር ኢትዮጵያ ኣብይ ኣሕመድ፣ ከም ብዋዛ ተወሲዱ ዝበሎ ኣፍደገ ባሕሪ ሃገሩ ከውሕስ ዘለዎ ቅሩብነት ብምስላን ብሂልን ብሞራልን ሕግን ወዘተ እንተረድእ ዝተሰምዐ እንትኸውን፣ ኢትዮጵያ ዕጽውቲ ሃገር ማለት እውን ላንድ ሎክን ንክትከውን ዝገበረ ውሳነ ኣብ ቤት ምኽሪ ኮነ ኣብ ባይቶ ሚኒስተራት ኣብ ዝኾነ መዝገብ ቤት ኮነ ድሕሪ ቤት ፈትሹ ከምዝሰኣነ እንተረድእ እዩ ዝተሰምዐ። እዚ ኩነታት እዚ ነቲ እናተፈርሐ ዝመጸ ባሕሪ ወለድ ጎነጽ እዚ ዞባ ምልክት ዝህብ እዩ ዝብሉ ኣካላት ኣብ ዘለልውሉ መድረኽ ብዙሓት ድማ ዓለም ለኻዊ ሕጊ ዝፈቕዶን ብሄራዊ ጉርብትና ዘገደዶን ረብሓ ዝገበረ ምትእስሳር እዩ እንትብሉ፣ በዚ ክመጽእ ዝኽእል ጎነጽ ከም ዘይህሉ እንተረድኡ ይስማዕ። በዚ በለ በዚ፣ ከይዲ ከይዱ ኣብዚ ሃባ ኣይህብን ዝብል ህልኽ በጺሑ ዘሎ ጎነጽ ባሕሪ ኢትዮጵያን ኤርትራን፣ ብውሕዱ ንክልተ ሓይልታት ማለት እውን ንሓይልታት መቐለን ኣስመራን ዘረባ ናብ ዘምጽእ ምዕራፍ ተሰጋጊሩ ኣሎ። ብወገን ኤርትራ፣ ባሕር ክትብል ሃህ ትብል እምበር፣ ብመስዋእቲ ቀያሕትን ጸለምትን ደቂ ህዝቢ ዝቖመ ልኣላውነት ክብርን ባሕርን ምድርን ኤርትራ ኣይኮነን ሰብ ሃመማኳ ኣይትዓርፎን ዝብል ግብረ መልሲ እንትወሃብ ዝሰማዕና እንትኸውን ኣብ መቐለ ዘሎ ንህዝቢ ብዘይጠቕሙ ዓዲ ብዘየቑሙ ኣፈላላያት ደንበ ሒዙ ዝጓነፅ ዘሎ መሪሕነት ድማ ነዚ ዝምዕብል ዘሎ ፀጥታውን ዲፕሎማሲያውን ጉዳይ ብኽልተ መጠመቲ ይሪኦ ኣሎ እቲ ሓደ ኣብ ዝባን ኤርትራ ዝመፅእ ዘሎ ዝበሃል ሓደጋ በቲ ፅምዶ ዝበሃል ምንቅስቓስ ኣቢልካ ንምምካት ናይ ብሓደ ንኹን መልእኽቲ እንትኸውን በቲ ካሊእ ወገን ብፍላይ እቲ ደምበ ብሄራውነት ዝርከቦ ሓይሊ ድማ ምስ ዘጽናቱና ኣካላት እንታይ ዘራኽበልና እንተደልዮም ድላዮም ይግበሩ እምበር መን ኮይንና ኢና ነቲ ሓደ ዘሪእና ኣብ ድፋዕ እቲ ካሊእ እንርከብ ጉዳይ ኣለና ናይ ባዕልና እሞ ኣብ ምሕዋይ ቁስልና ዘይነድህብ ዝብሉ ኣለው እዚ ሓይሊ እዚ ዝእዝዞ ሰራዊት ኮነ ዘመሓድሮ ፋይናንስ ስለዘይብሉ ድምጹ ኣይተሰመዐን ድምጹ እንተተሰመዐ እውን ድምፁ ጣቕዒት ኣይረኸበን ይኸውን እምበር ሒዝዎ ዘሎ ቕዋም ትግራይ ኣብ ደምበ ቐተልታ ከይዳ እንታይ ክእዘዝ ክትብል ታሪኻዊ ሕፍረት እዩ ዝብል እዩ። ጓህሪ ኤርትራ ኣይንካፈልን ሓዊ ኢትዮጵያ እውን ኣይንስሕንን ዝብል ፅኑዕ እምነት ዘለዎ እዚ ደምበ ብሄራውነት ነቲ ሕዚ ብወናጭፍ ኣስመራን ኣዲስ ኣበባን ዝሕቆን ዘሎ ጎነፅ ከህድኦ ኣይከኣለን። ንሱሞ ይትረፍ ኣብዛ ኣብ ዓዱ ዘሎ ተረፍ ፅንታ ዝኾነ ወዲ ብሄሩ እኳ ካብ ክልቲኡ ደምበ ከድሕን ማእኸሉ ትግራይ ገይሩ ኣብ ምቅላስ ክሕግዝ ኣይከኣለን ወይ ድፍኢቱ እዚ ከምጽእ ኣይከኣለን። ሕዚ ኣብዚ ቅንያት ፕሬዚዳንት ኢሳያስ ኣፈወርቂ ናብ ግጽ ከይዱ ኣሎ። ቀዳማይ ዜና መገሻ ኢሳያስ ናብ ግብጺ ሃገረ ግብጺ ልኣላውነት ኤርትራ ኣብ ምውሓስ ሙሉእ ድጋፍ ክትገብር ቃል ኣትያ ዝብል እዩ ዝነበረ። እዚ ምልክት ምትእኽኻብ ሓይልን ምስላፍ ዘራይን እተን ሃገራት ምጅማሩ ዘመላኽት ጌርካ ይውሰድ ዝብሉ ተንተንቲ ድማ መጺኦም ኣለው። ኣብዚ ናይዚ ሕዚ ኣብ ግብጺ ዝነበሮ ናይ ሓሙሽተ መዓልታት ዕላዊ መገሻ ምስ ካይሮኒውስ ዝተብሃለ ተለቪዥን እታ ሃገር ሰፊሕ ቃለ መሕተት ምክያዱ ስዒቡ ዝወጽእ ዘሎ ሓተታታት ነገር ምክራሩ የመላኽቱ። ዓለም ነዚ ጉዳይ እዚ ክተህድእ ከም ዝግባእ የርእዩ። እቲ ፕሬዚዳንት ንዕላማ ዑደቱ ምስ መራሒ እታ ሃገር ዓብደልፈታሕ ኣልሲሲ ዘካየዶ ዝርርባት ኣድሂቡ መብርሂ ምሃቡ፣ ሓዱሽ ዓብዪ ሚዜም እታ ሃገር ሃዊፁ ዝፈጠርሉ ስምዒት፣ ጉዳያት ቀይሕ ባሕርን ዞባ ቀርኒ ኣፍሪካን ዘለዎ ህልዊ ኩነታትን ማዕበልቲ ጉዳያትን ከምኡ እውን ኣህጉር ኣፍሪቃን ሕብረት ኣፍሪቃን ዘለዎ ትካላዊ ቁመናን ተዛመድቲ ዛዕባታትን ኣመልኪቱ ሰፊሕ ቃለ ምልልስ ምሃቡ ቢቢሲ ኣብ ዘሰናደኦ ሓተታ ኣስፊሩ ኣሎ። ኣብ ቃለ መሕትቱ ኢሳያስ ኣብ ዞባ ቀርኒ ኣፍሪካ ዘሎ ቁርቁሳት ብሰንኪ ምትእትታው ዝተፈላለዩ ሓይልታትን መንግስታትን ዝተሓላለኸ ምዃኑ ምዝራቡ ዝተጠቐሰ እንትኸውን፣ እቶም ሓይልታት በዓል መን ምዃኖም፣ እንታይ ድልየት ሒዞም ዝገብርዎ ዘለው ምትእትታው ምዃኑን ኣብቲ ዝተዘርገ ሓተታ ኣይጠቐሰን። እቲ ኣብዘን ሃገራት ዝረእ ዘሎ ሽግር ውሽጣዊ ጥራይ ዘይኮነስ ዞባውን ካብኡ ሓሊፉ እውን፣ ዓለማዊ ን እዩ ብምባል ድማ ንኩነታት ሱማሊያ፣ ኢትዮጵያ፣ ደቡብ ሱዳንን ጠቒሱ ሰፊሕ መብርሂ ሂቡ ኣሎ ይብል ጸብጻብ ቢቢሲ። ሱማሊያ ሰለስተ ሽሕን ሰለስተ ሚእትን ኪሎ ሜትር ገምገም ባሕርል ዘለዋ ሃገር እያ። ክንድዚ ዝንውሓቱ ገምገም ባሕሪ፣ ኣብዚ ስትራቴጂካዊ ስፍራ ድማ ነታ ሃገር ርግኣት ከሊኡዋ ክብል ጸጋ ከመይ ፍልፍል ሓደጋ ክኸውን ከምዝክኽእል ዘብረሀ ፕሬዚዳንት ኢሳይያስ፣ ሽግር ሱማሊያ ድማ ውሽጣዊ ሽግር ጥራይ ዘይኮነስ ዘባውን ዓለማውን ጉዳይ እዩ ምባሉ ኣብዚ ሓተታ ተጠቒሱ ኣሎ። ብዛዕባ እታ ትማል ተምሃራይ ኮይኑ ዝተመላለሰላን ዝነበረላን ኢትዮጵያ፣ ብዛዕባ'ታ ትማሊ ምስ ዝተፈላለዩ ሓይልታት ገጢሙ ዝተዋገእላን ስርዓታ ክቕየር ዝተሰዋእላን፣ ብዛዕባ'ታ ኣብ ቀረባ ታሪኽ ድማ ኣብ ሕምብርቲ ቤተ መንግስታ ኣትዩ ኤርትራን ኢትዮጵያን ሓደ እየን ዝበለለን፣ ኣብ ምብራስ ህዝቢ ትግራይ ድማ ጽኑዕ ቃል ኪዳን ኣሲሩ መላእ ሰራዊቱ ናብ ዘዝመተላ፣ በዚ ድማ ብመራሕታ ልዑል ምስጋናን ናይ ክብሪ ኒሻንን ዝተዋሃበላ ኢትዮጵያ ዝበሎ ናይዚ ኣብዚ ቅንያት ዘሎ ረስኒ ውጽኢት እውን ይመስል። ኣብ ዝሓለፈ ሰለስተ ዓመታት ዝተዓዘብናዮ ዓሌታዊ ፍልልይ፣ ዓሌታዊ ምምቕቓልን ዘይምርግጋእን መግለጺኣ ነይሩ ክብል ዝጠቐሰ ኢሳይያስ ኣፈወርቂ ብዛዕባ ካልኦት ጎረባብቱ እውን ውሽጣዊ ጸገማትን ደጋዊ ጽልዋታትን ኣድሂቡ ብርክት ዝበሉ ነጥብታት ምልዓሉ ንምፍላጥ ተኻኢሉ ኣሎ። እታ ቅድሚ ውሱን ዓመታት ካብ ሱዳን ዝተነጸለት ደቡብ ሱዳን ብኲናት ሕድሕድ ዝተሓመሰት ምዃና ምስ ኣብርሀ፣ ዘይርግእቲ ሃገር እያ ኮይና ክብል ይገልጻ። እዘን ሃገራት እዚኤን ኣብ ጸገም ኣለዋ ድሕሪ ምባል፣ ነተን ነዚ ጉዳያት ንምፍታሕ ብምባል ኢደን ዘእትዋ ዘለዋ ዝበለን ሃገራት ወቒሱ። ብሰበብ ምፍታሕ እዚ ሽግራት ዝኣቱ በብእዋኑ ፍሉይ ልኡኽ እናተብሃሉ ዝስደዱ ዲፕሎማሰኛታት ዓቐኑ ዝሓለፎ ተገዳስነት ኣብዚ ዞባን ነቲ ኩነታት መመሊሱ ይሓላልኾን ዘይፍታሕን ይገብሮ ኣሎ ዝብል እምነት ዘለዎ ኢሳይያስ ኣፈወርቂ ምትእትታው ቀንዲ ረቋሒ ናይዚ ሽግራት ምዃኑ ኣብሪሁ። ፕሬዚዳንት ኢሳይያስ ንምዃን መን እዩ ሓላፍነት ኣሰኪምዎም ክብል እውን ነቶም ጉዳይ እዚ ዞባ ምሒር ዘገድሶም ዝመስሉ ዝበሎም ኣካላት ሓቲቱ እቲ ሓላፍነት ብቐንዱ ውሽጣዊ እዩ ብምባል ሓቂ ዝተዛረበ ኢሳይያስ ኣፈወርቂ ካብ ዝኾነ ይኹን ውድብ ዓብይ ይኹን ንእሽቶ፣ ዘባዊ ይኹን ዓለማዊ ሓይሊ ዝኾነ ይኹን ምትእትታው ዝሓትት የለን። እንተኾነ እዚ ከምዚ ዝበለ ጉዳይ ንኣዝዩ ነዊሕ ግዜ፣ ንልዕሊ ሰማንያ ዓመት ክቕጽል ዝጸንሐ ኮይኑ፣ ኣብ ነፍሲ ወከፍ ሃገርን ኣብ ነፍሲ ወከፍ ብሄርን ዘሎ ውሽጣውን ከባብያውን ኩነታት ክሓላልኹ እንተዘይኮይኑ ጣልቃ ክኣትዉ ካብኦም ዝድለ ኣይኮነን ክብል ነጺጉ። ብሄራዊ፣ ቀቢላዊ፣ ሃይማኖታውን ካልኦት ረቑሓታትን ምህላዎም ባህርያዊ ክኸውን ምዃኑ ጠቒሱ ብምባል ዝጸብጸበ ቢቢሲ፣ ኢሳያስ ይኹን እምበር ምትሕልላኽ እዞም ጉዳያት ግዳማዊ ምትእታው ዝፈጠሮ እዩ። ዝኾነ ኣካል ልኡኻት፣ ልኡዃት፣ ልኡዃት፣ ክመጹ ዝሓትት የለን። ኣብዚ ዞባ ንዘጋጥም ጸገማት ባዕላቶም ሰብ ጉዳይ ክፈትሕዎ ከምዝግባእ ክብል ምሕባሩ ኣብ ዘሰናድኦ ሓተታ ኣቐሚጡ ኣሎ። ናይ ደገ ልኡኻት ከም ኣማራጺ ኣብ ዝውሰድሉ እዩ ነገራት ዝያዳ ዝተሓላለኹን ንክፍትሑ ዝያዳ ግዜ ዝወስዱን ክብል ድማ ኣነጺሩ ይብል ቢቢሲ። ስለዚ ሃገራት እዚ ዞባ ነዚ ኣህጉራዊ መስመር ማይ ንምውሓስ ኣበርክቶ ኣብ ምግባር ሓላፍነት ክስከማ ኣለወን ክብል ካብ ሓይልታት ወፃኢ ዘይኮነስ ባዕላተን እተን ሃገራት ብቀዳምነት ገማግም ባሕርታተን ከውሕሳ ክኽእላ ኣለወን ብምባል ድማ ፍልፍል ጎነፅ ይኸውን ኣሎ ክብል ኣቀዲሙ ኣብ ዝገለፀሉ ሃፍቲ ባሕሪ ዘድሀበ ርኢቶ ኣቀሚጡ። ኤርትራ ገምገም ባሕራ ክተውሕስ ትኽእል እያ ዝበለ ፕሬዚዳንት ኢሳይያስ ከምኡ ከዓ ካልኦት ሃገራት ሱማሊያ የመን ጁቡቲ ሱዳንን ስዑዲ ዓረብን ገማግም ባሕረን ከውሕሳ ይኽእላ እየን ክብል ኣብ ላእላዊ ዋንነት ባሕሪ ሃገራት እንኮላይ ሃገሩ ዘለዎ ጽኑዕ መርገጺ ኣቐሚጡ። እዚ ምስቲ ኣብ ኢትዮጵያ ንነዊሕ እዋን ዝጸንሐ ህርፋን በሪ ባሕሪ ከመይ ይቃዶን ይቃረንን ሕዚ እውን ታሪኽ ዝምልሶ ወጣሪ ሕቶ ኮይኑ ይረከብ። ንወታደራዊ መዓስክራት ኣብቲ ዞባ ኣመልኪቱ ዝሃቦ ርእይቶ ክብል ቢቢሲ ዘቐመጦ ካልእ ነጥብ ድማ ኤርትራ መዓስክራት ሓያላት ሃገራት ከመይ ፍልፍል ስግኣት ይኸውን ከም ዘሎ ኣብሪሁ ይብል። በቲ ኣብ ዞባ ዘሎ በዝሒ ወታደራዊ መዓስከራት ውሕስነት ይስምዓዶ? ዝብል ሕቶ እዩ ቀሪብሉ ኢሳይያስ ኣፈወርቂ ኣብ ዞባ ዘድሊ ወታደራዊ መዓስከራት የለን፣ ወታደራዊ መዓስከራት ምፍቃድ ንህዝቢ እዚ ዞባ ሽግርን ሕልኽልኻትን ምዕዳም እዩ። ስለ ዝኾነት ሃገር ነዚ ሃግራዊ መስመር ማይ ንምውሓስ ካብዚ ዞባ እዚ ወጻኢ ዝኾነ ሓይሊ ምውፋር ኣየድልን እዩ ምባሉ ተጸብጺቡ ኣሎ። ሓያላት ሃገራት ኣብዚ ናይ ቀይሕ ባሕሪ ማያዊ ዞባ ይገብርኦ ብዛዕባ ዝበሃል መጠሻ መዓስከራትን ማያውን ወታደራውን ስፍራን ዝበሎ ናይ እምነት ክሕደት ቃል የለን። ብዘይካዚ ንኹነታት ሱዳን ኣመልኪቱ እውን ፕሬዚዳንት ኢሳይያስ ኣብ ዝሃቦ መብርሂ ሱዳን ከም ሱዳን ዒላማ ዞባውያን ዓለማውያን ሓይልታት ስለ ዝኾነት እዩ ክብል ንኩነታት ሱዳን ብምርኣይ እዚ ሕዚ ኣብ ሱዳን ንሪኦ ዘለና ሽግር መቐፀልታ ናይቲ ዞባውን ዓለማውን እማሓ ዘንቀሎ እዩ ብምባል ከሲሱ ኣሎ። ዘይምርግጋእ ሱዳን ኣብ ኩሉ ኣብ ዞባ ቀይሕ ባሕሪ፣ ዞባ ቀርኒ ኣፍሪቃ ክሳብ ምዕራብ ኣፍሪቃ ዘይምርግጋእ ከስዕብ ከምዝኸእል እውን ኣሚቱ ኣሎ ክብል ዘቐመጠ ቢቢሲ እዩ። ንተራ ኣፍሪቃን ሕብረት ኣፍሪቃን ኣብ ምህዳእ ዞባዊ ፀገም ኣመልኪቱ ምላሽ መብርህን ምሃቡ እውን ቢቢሲ ዝፀብፀቦ ኮይኑ ፕሬዚዳንት ኢሳይያስ እቲ ዓውዲ ምትእትታውን ዝምታ ባህርያዊ ሃብትታትን ኮይና ትቕጽል ዘላ ኣፍሪቃ ሎሚ'ውን ሕሱም እናተጓሕጎሐት ህዝባ ኣብ ዘመናዊ ባርነት እዩ ዝነብር ዘሎ ምባሉ ተገሊጹ ኣሎ። ኢሳይያስ ኣፈወርቂ በዚ ዝምታን ዘበናዊ ባርነትን ምዕራባውያን ኣብ ልዕሊ ኣፍሪቃ እናኸሰሰ ንኣሜሪካ ሓዊሱ ብርከት ዝበላ ሃገራት ምዕራብ ድማ ብውልቀ ምልክን ኢዲሞክራስያውነት እናኸሰስኦ ሰላሳ ዓመታ ዝቐጸለ እዚ መራሒ ንሕብረት ኣፍሪቃ ኣመልኪቱ ኣብ ዝሃቦ ቃል ስቕታ ሕብረት ኣፍሪቃ ኣብዚ ጉዳይ ምግልጋል ማለት ኣይኮነን። እቲ ክውንነት ሕብረት ኣፍሪቃ ነዚ ኩሉ ነዛ ኣህጉር ዘሳቕያ ዘሎ ጸገማት ክገጥሞን ክፈትሖን ዓቕሚ ስለ ዘይብሉ እዩ። እዚ ድማ ብሰንኪ ውሽጣዊ ድኻምን ግዳማዊ ምትእትታውን እዩ ክብል ነቒፉ። እቲ ውሽጣዊ ድኽመት ድማ ብቐንዱ ካብ ባዕለን እተን ኣባላት ሃገራት ዝምንጩ እዩ። ነዚ ውድቀት ቀንዲ ሓላፍነት ዝስከማ ኣባላት ሃገራት ባዕላተን እየን ክብል ምዝራቡ'ውን እቲ ማዕኸን ዜና ናብ ትግርኛ ኣብ ዝመለሶ ሰፊሕ ሓተትኡ ኣስፊሩ ኣሎ። ፕሬዚዳንት ኢሳይያስ ኣፈወርቂ መንግስቱን ሰራዊቱን ብዛዕባ'ቲ ምስ ሓይልታት ኢትዮጵያ ጽምዶ ብምፍጣር ኣብ ልዕሊ ትግራይን ህዝባን ዝፈፀሞ ፅንተታዊ ኲናት ከምዘየናሰሖ ብስሩዕ መግለፂ ኣብ ዝዛረበሉ እዋን ገለ መራሕቲ ትግራይ ፅምዶ ምስ ኤርትራ ክቕፅልን ኣብ ልዕሊ ትግራይን ኤርትራን ኣንፀላልዩ ዝበሎ ሓደጋ ንምምካትን ዘለዎ ድልየት ከየተሓተቱ እንትምልሱ ይስማዕ። ግደ ሓቂ ግን ጓህሪ ኤርትራ ኣይንካፈልን ሓዊ ኢትዮጵያ እውን ኣይንስሕንን ዝብል ፅኑዕ እምነት ደምበ ብሄራዊነት ትግራይ ኣብ ታሪኽ እቲ ዝበዝሐ ገፅ ዝውሰድ ዛንታ ክኸውን እዩ።
ሰራዊት ሱዳን ንኣሜሪካ ዘቕረበቶ እማመ ተኹሲ ደው ምባል ብምንጻግ ኣንጻር እቲ ንምዕራባዊ ክፋል እቲ ሃገር ተቖጻጺሩ ዘሎ ንኡስ ወታደራዊ ሓይል ንምምካት ህዝባዊ ደገፍ ክእክብ ምዃኑ ብሉምበርግ ሓቢሩ። እቲ ቤት ምኽሪ ኣብ ውሽጢ ሓፈሻዊ ምልዕዓል መንግስቲ ነቲ ናዕብን ንምውጋድ ዝገብሮ ዘሎ ጻዕርታት ዕጡቓት ሓይልታት ንምእላይ ዕጡቓት ሓይልታት ክድግፍ እቲ ቤት ምኽሪ ወሲኑ ክብል ግዜያዊ ኣመሓዳሪ ኣካል እታ ሃገር ዝኾነ ባይቶ ምክልኻል ኣብ ዘውጽኦ መግለጺ ሓቢሩ። ብመሰረት ጸብጻብ ብሉምበርግ፣ እዚ ውሳነ ዝወሰነ ሓላፊ ሰራዊት ሱዳን ዓብደል ፈታሕ ኣልቡርሃን፣ ብኣቦ መንበርነት ዝመርሖ ህጹጽ ኣኼባ ባይቶ ምክልኻል ብዛዕባ ኩነታት ጸጥታ እታ ሃገር ድሕሪ ምዝታይ ምዃኑ ገሊጹ። ብሉምበርግ ኣቐዲሙ ምንጭታት ብምጥቃስ፣ ሰራዊት ሱዳን ኣብ መንጎ እቶም ተዋጋእቲ ወገናት ተኹሲ ደው ንምባል ዝሓንጸጾ ውጥን ኣሜሪካ ይምዝኖ ከምዘሎ ሓቢሩ ምንባሩ ጸብጺቡ። እቲ ማዕኸን ዜና ወሲኹ፣ ግብጺ ኣብታ ሰሜን ኣፍሪካዊት ሃገር ዘሎ ወታደራዊ ሓይሊ ንእማመ ዋሽንግተን ክቕበል ትደፍኦ ምህላዋ ዝገለጸ እንትኾን፣ ኮይኑ ግና ዝርዝር ናይቲ ትልሚ ዛጊድ ከም ዘይተገልጸ ሓቢሩ። ኣብ ሚያዝያ ዕስራ ዕስራን ሰለስተን ኣብ መንጎቲ ንቤት ምኽሪ ባይቶ ምክልኻል ዝመርሕ ሓላፊ ሰራዊት ዓብደልፈታሕ ኣልቡርሃንን ሓላፊ ቅልጡፍ ደገፍ ሓይልታት መሓመድ ሓምዳን ዳጋሎን ኣብ ዝተፈጥረ ዘይምርዳእ ተጋዲዱ ኣብ ካርቱም ግጭት ከም ዝተልዓል ነዊሕ ከይጸንሐ ናብ መላእ እታ ሃገር ተዘርጊሑ ብውሕዱ ኣርባዓ ሽሕ ሰባት ከም ዝሞቱ ንኣስታት ዓሰርተ ክልተ ሚልዮን ሰባት ካብ ቤት መረበቶም ክሃድሙ ከም ዝተገደዱን ተሓቢሩ። ኣብ መወዳእታ ዜና ትቤስ ቲቪ ስሩዕ ፈነወ ካብ ዝጀመረሉ እዋን ፈሊሙ በብወርሑ ፍሉይ ናይ ትኹረት ኣንፈት እናነፀረ ዜናን መደባትን ቀሪፁ ኣብ ምፍናው ምፅንሑ ይዝከር። እዚ ሒዝናዮ ዘለና ወርሒ ጥቅምቲ ድማ መሰረታዊ ሕቶታት ህዝብና ዝምለስሉ፣ ብሄራዊ ህላወ ዓድና ዝረጋገፀሉ፣ መገዲ ሕውየትን ዳግማይ ህንፀትን ተተሊሙ ፍፃመ ዝረኽበሉ እቲ ብሕታዊ መገዲ ዘተን ምርድዳእን እዩ ካብ ዝብል እምነት ፖለቲካዊ ሓይልታትን ዝተቓረኑ ኣረኣያታትን ናብ ልዝብ ክመፁ ምድፋእ ቀንዲ ትኹረትና እዩ። ትግራይ ምቕዳም፣ ንብሄራዊ ረብሓ ዋጋ ምሃብን ንዘበናት ዝቐፀለ መንነት ልዕሊ ውልቃዊ ድሌትካ ምስራዕን ኣብ ነፍሲ ወከፍ ትግራዋይ ክህሉ ዝግባእ ቅዋም እዩ ኢልና ንኣምን። ነዚ ድማ ንዘተን ምርዳእን ሰፊሕ ዕድል ምሃብ የድሊ ንብል። እዚ ቅዋም ኣብ ዜናን መደባትናን ክትረኽብዎ ኢኹም። በዚ መዳይ ሓቢርና ክንሰርሕ እውን ንዕድመኩም። ንሎሚ በዚ ዝስዕብ ትሕዝቶ ናባኹም ክነብል። መዋጽኦ ክኸውን ዝኽእል ኣማራጺ ሓሳባት ሒዝና ኢና መጺእና። ፖሊሲ ዜሮ ዜሮ ኣማራጺ እዩ ኢልና ኢና መጺእና። ንጽባሕ ንጠምት ሕሉፍ ንዕጸ። እዚውን ኣብኻ ዕርቂ ኣብኻ ዘተ ነጺግካ ሕቶ ዝበሃል ከይለዓል ኢልካ ዓፊንካ እተሰጉማ ትግራይ ክትህሉ ኣይትኽእልን። ምስ ናይ ሓደ ውድብ ህልውና ዝጣበቕ ህልውና ኣይብላን ትግራይ። ይትረፍ ዶ ሎሚ ቀደም እውን ከምኡ ክትከውን ኣይትኽእልን። ኣሽሓት ዓመታት ዝነበረ ዓድን ህዝብን እዩ ትግራይ። ስለዚ እቲ ዋና መወፃፅኦ ክኸውን ዝኽእል ሕዚ እውን ብሄራዊ ዘተ እዩ፣ ምርድዳእ እዩ፣ ዕርቂ ምግባር እዩ። ኩሉ ትግራዋይ ክእከብ ምግባር እዩ። ኩሉ ትግራዋይ ናተይ ኢሉ ዝኣምኖ መንግስትነት ምትካል እዩ። ይትረፍ እሞቱ ኣባና ዘሎ ኣብ ኢድና ኣሎ ንብሎ ትግራይ ተብኢድና ዘየለ ምዕራብ ትግራይ ዘሎ ህዝቢ እንተተረፈ እውን ብሕልንኡ መንግስተይ ኢሉ ዝሓስቦን ዝፅበዮን ስርዓት እዩ ኣብ ትግራይ ክህሊ ዘሎ ቅቡል እሙን ዝኾነ ስርዓት ብውሕዱ ሞራል ኣካውንታቢሊቲ ዘለዎ ንብሄር ተኣማኒ ዝኾነ ስርዓት እዩ ክህሊ ዘለዎ። ስለዚ ውሽጣዊ ቃልሲ ብምግባር፣ ናይ ውሽጢ ምትዕርራይ ብምግባር፣ ብሄራዊ ሓድነት ብምምፃእ ግዝኣታዊ ፖለቲካዊ ልኡላውነት ዘለዋ ትግራይ ምምፃእ እቲ ናይ ምዕራፍ ሓደ ቃልሲ እዩ። ምዕራፍ ክልተ ዝግበር ቃልሲ ናይ ሕውየት ቃልሲ እዩ። ብሴኩሪቲ፣ ብቁጠባ፣ ብፖለቲካ፣ ብዲፕሎማሲ ክንሓው ኣለና። እዚኦም ዝገበረት ትግራይ በይና በይናዊ ዝኾነ ኣዋጅ ኢንዲፐንደንስ ክትገብር ትኽእል እያ። ሳልሳይ ምዕራፍ ዘሎ ማለት እዩ። እቲ ናይ ቀዳማይ ምዕራፍ ስራሕቲ ከይተሰርሑ ዝስራሕ እቲ ካልኣይ ይኹን ሳልሳይ ምዕራፍ ክመፅእ ኣይኽእልን። ሎሚ ትግራይ ተቆራሪሳ እያ ዘላ። ተቆራሪሳ እያ ዘላ እንኣምኖ ዋላ ሓደ ትካል የብልናን በይኑ ትግራይ ከድሕን ከሳግር ዝኽእል ዓቕሚ ዘለዎ ቅቡልነት ዘለዎ ተኣማንነት ዘለዎ ዋላ ሓደ ትካል ኣይብልናን ስለዚ ትካል ከምኡ ዓይነት ትካል ክህልየና ይግባእ